ክቡራት ተኸታተልትና ሓደሽቲ ምዕባለታት እዚ ዕለት ሒዝና መፂና ኣለና ሓደሽቲ ዝኾንኩም ሰብስክራይብ ምግባር ኣይትረስዑ ኩላኹም ተኸታተልትና ሼር ላይክ ብምግባር ክተተባብዕና ብኽብረን ንዓደምና ኣርእስተ ዜና እንሆም ኣብ ዝተፈላለዩ ግዝኣታት ምዕራብ ትግራይ ውግእ ከም ዝተጀመረ ተሓቢሮም። ብመዳፍዕ ክድብድብ ዝወዓለ ዓምባኽ ሰራዊት ብልፅግና ንምሸቱ ናይ ኢድ ይረክብ ከም ዘሎ ሕጂ ካብቲ ግንባር ዝተረኸበ ሓበሬታ ገሊፁ ኣሎ። ዝርዝሮ ክስዕብ እዮም። ኣብይ ኣሕመድ ነባር ወተሃደራዊ መኮንናት ብቕልጡፍ ቀሪቦም ሪፖርት ንክገብሩ ከም ዝፀወዐ ተፈሊጡ። ብልፅግና ኣብ ልዕሊ ትግራይ ንዝጀመሮ ጦርነት ግንባራት ክመርሑን ከተሓባብሮን ዝፀውዓም ነባራት ኣመራርሓ ካብ ዕለት 18 12 ወርሒ 2018 ዓ.ም ጀሚሮም ናብ ሰራዊቶም ንክሕወሱ መፀዋዕታ ኣቕሪብሎም ኣሎ። ካብቶም ግንባር ክመርሑ ዝተመደቡ ነባር ኣመራርሓ ወንዛጊድ ባጫ ደበሌ ሓዊሱ ካልኦት ከም ዝቐረቡ ተፈሊጡ ኣሎ። ዝርዝሮ ክስዕብ እዮም። ጀነራል ታደሰ ወረደ ብዝምልከት ብስራት ዜና ተሰሚዕ ኣሎ ናባኹም ክነብሎ ኢና ደቡብ ግንባር ብረቶም ሓዲጎም ይሃድሙ ከም ዘለዉ ተሓቢሮም ብደቡብ ግንባር ብዝተፈላለዩ ግዝኣታት ከቢድ ውግእ ይካየድ ከም ዘሎ እውን ሕጂ ካብቲ ግንባር ዝተረኸበ ሓበሬታ ገሊጹ ኣሎ ብዝርዝር ክግለጽ እዮም ሱዳን ኣብ ልዕሊ ኢትዮጵያ ምጥቃዓት ተካይድ ከምዘላ ተሓቢሩ። ካብዚ ብትውሳኺ ሱዳን ስትራቴጂክ ድሮን ኢትዮጵያ ከምዘውደቐት እውን ገሊፃ ኣላ። ዝርዝር ክስዕብ እዩ። ክቡራትን ክቡራትናን ናይዚኦምን ናይ ካልኦትን ብርክት ዝበሉ ምዕባለታትን ክነካፍለኩም ኢና። ክትከታተሉና ብኽብሪ ንዕድመኩም። ኣብ ምዕራብ ትግራይ ሓድሽ ውግእ ከም ዝተጀመረ ተሓቢሩ። ስርዓት ብልፅግና ኣብ ልዕሊ ህዝቢ ትግራይ ተደጋጋሚ ናይ ድሮን መጥቃዕቲ ይገብር ከም ዘሎ ይፍለጥ።

ካብ ፍልፍላት ዝተረኸበ ሓበሬታ ከም ዝገለጾ ኣብቲ ግንባር ዘላ ኣርማ ዓሰርተ ሓደ ብእቶ ስለ ዘላ መብረቓዊ ስርሒት ዓምቦኽ ሰራዊት ብልጽግና ንዓመታት ዝሃነጾ ድፍዓት ይፈርስ ከም ዘሎ ተፈሊጡ። እቲ ውግእ ኣብ ሰሜን ምዕራብ ኣብ ዝተፈላለዩ ከባብታት ይካየድ ከም ዘሎ እንዳተገለጸ እንትኸውን ኣርማ ዓሰርተ ሸውዓተ እውን ኣብ ወልቃይት ነቲ ዘብዒ ተከሰ ዝበሃል ሓይለን ክሕግዝ ዝኣተወ ዓምቦኽ ሰራዊት ብልጽግናን ሙለእ ብሙለእ ከም ዝደምሰሰቶም ተገሊጹ ኣሎ። ነዚ ዝሰምዑን ኣብቲ ውግእ ዘይተሳተፉን ኣባላት ዘብዐ ተከዘ ብረቶም እናደብረ ይሃድሙ ከም ዘለዉ ካብቲ ግንባር ካብ ወተሃደራዊ ፍልፍላትና ዝተረኸበ ሓበሬታ የረድእ። እዚ ከምዚ ኢለ እናሃለወ ማእኸላይ ኮማንዶ ሰራዊት ትግራይ ንተኸታታሊ መዓልትታት ኣብ ኣኼባ ዝፀንሐ ኮይኑ ሎማዓንቲ ከም ዝወደአ ተፈሊጡ ኣሎ። ኣብቲ ኣኼባ ዝተፈላለዩ ውሳነታት ከም ዝተወሰነ ዝተገለፀ እንትኸውን ካብቶም ውሳነታት ሓደ ድማ ጀነራል ወዲ ወረደ ኣባል ማእኸላይ ኮማንድ ፖስት ሰራዊት ትግራይ ኮይኑ ከም ዝተመዘዘ ተሓቢሩ ኣሎ። ተኸፈልቲ ብልፅግና ዝኾኑ ተጋሩን ሚዲያታት ብልፅግናን ጀነራል ወዲ ወረደ ናይ ገዛ እሱር ኮይኑ ይርከብ እናበላ ክፅብፅባ እንትፀንሓ እኳ እቲ ሓቂ ግን ጀነራል ወዲ ወረደ ኣባል ኮማንድ ፖስት ሰራዊት ትግራይ ብምዃን ንትግራይ ዳግማይ ከገልግል ቃል ከም ዝኣተወ ሕጂ ካብ መቐለ ዝተረኸበ ሓበሬታ ገሊጹ ኣሎ። ካብ ፍልፍላት ዝተረኸበ ተወሳኺ ሓበሬታ ከም ዝገለጾ፣ ኣመራርሓ ሰራዊት ትግራይ ብልጽግና ንምእላይ ውሳነታት ዘመሓላለፎ እንትኸውን፣ መዓዘን ብኸመይን ዝብል ግን ወተሃደራዊ ምሽጥር ስለዝኾነ፣ ፍልፍላትና ካብ ምግላጽ ተቖጢቦም ኣለዉ። እዚ ከምዚ ኢለ እናሃለወ ኣብ ደቡብ ግንባር ዘለዉ ወረርቲ ሓይልታት ብረቶም እናሸጡ ይብተኑ ከም ዘለዉ ሕጂ ዝተረኸበ ትኩስ ዜና ገሊጹ ኣሎ። ከንፈ ሚድያ ኣርሚ ሰብዓ ዝኾነ ምድሃኔ የግደይ ነቲ ኣብ ደቡብ ትግራይ ዝካየድ ዘሎ ኩነታት ከምዚ ክብል ገሊጽዎ ኣሎ። ኣብ ደቡብ ግንባር ዝርከቡ ወተሃደራት ብልጽግና ንብረቶም ብምሻጥ ይሃድሙ ኣለዉ። ስልኮም እናሸጡ ብዘይሕጋዊ መንገዲ ናብ ስደት ምጥፋእ ሓድሽ መማረጺ ኮይኑ ኣሎ። ብልፅግና ትግራይ ንምውራር ዘካየዶ ምድላዎ ዘደንገፆም ወተሃደራት ብልፅግና ምጥፋእ እንኮ መማረፂ ገይሮም ይርከቡ ክብል ገሊፁ ኣሎ። እዚ ከምዚ ኢለ እናሃለወ ሱዳን ኣብ ልዕሊ ኢትዮጵያ መጥቃዕቲ ተካይድ ከም ዘላ ተሓቢሩ። ሰራዊት ብልፅግናን ሰራዊት RSFን ብጥምረት ኣንፃር ሰራዊት ሱዳን ይዋግኡ ከም ዘለዉን ሱዳን ትሪበን ሒዛቶ ዝወፀኣት ሓበሬታ የረድእ። እቲ ሓይልታት ጽምዶን ብልጽግናን መሻርኽቱን ዝዋግእሉ ዘለዉ ግንባር ኣብ ኩምሮካ ኣከባቢ እንትኸውን እቲ ውግእ ኣብዚ ሕጂ እዋን ኣብ ግዝኣት ኢትዮጵያ ዝኾነ ቤሻንጉል ጎሙዝ እውን ይካየድ ከም ዘሎ ካብቲ ግንባር ዝተረኸበ ሓበሬታ የረድእ። ብመሰረት ካብቲ ግንባር ዝተረኸበ ሓበሬታ ሓይልታት ፅምዶ ብዝወሰድዎ መጥቃዕቲ ሰራዊት ብልፅግናን መሻርክቱን ድሕሪት ማለት እውን ኣብ ውሽጢ ቤሻንጉል ጎሙዝ ይሃድሙ ከም ዘለዉ ሱዳን ትሪብን ወሲኻ ገሊፃ ኣላ። ካብቲ ግንባር ዝተረኸበ ተወሳኺ ሓበሬታ ከምዝሕብሮ፣ ሱዳን ስትራቴጂክ ድሮን ኢትዮጵያ ከምዝወቐዐት ተሓቢሩ ኣሎ። ሱዳን ትማሊ እውን ስትራቴጂክ ድሮን ኢትዮጵያ ክትሕምሸሽ ከምዝገበረት ዝተገለፀ እንትኸውን ሎሚ እውን ካልኢቲ ክትሕምሽሽ ከምዝገበረት ወሃቢ ቃል ሰራዊት ሱዳን ገሊፁ ኣሎ። ኣብቲ ዝካየድ ዘሎ ውግእ ድሮናት ሱዳንን ድሮናት ኢትዮጵያን ይሳተፋ ከም ዘለዋ እንዳተገለጸ እንትኸውን ድሮናት ኢትዮጵያ ግን ብተደጋጋሚ ብሓይልታት ሱዳን እናተወቕዓ ይሕምሸሻ ከም ዘለዋ እንዳተጸብጸበ ይርከብ። ብልጽግና ኦሮሞ ኣብ ልዕሊ ትግራይ ንዝጀመሮ ጦርነት ዝሳተፉ ነባራት ኣመራርሓ መጸዋዕታ ከም ዝገበረሎም ተሓቢሮም። እቲ ብብልጽግና ዝቐረበ መጸዋዕታ ጦሮታ ወጺኦም ዝነበሩ ላዕለዎት መኮነናት ሰራዊት ብልጽግና ካብ ነሓሰ ዓሰርተ ሸሞንተ፣ ዓሰርተ ክልተ ወርሒ ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሮም ናብ ሰራዊት ክጽንበሮ ዝዕድም ከምዝኾነ ተፈሊጡ ኣሎ። መሰረታዊ ሕቶታት ህዝቢ ትግራይ ዓጽዮ ህዝቢ ትግራይ ንክጸንት ተወሳኺ ምድላው ይገብር ዘሎ ጀኖሳይደር ፋሽሽተ ስርዓት ብልጽግና ብጦረታ ተሰናቢቶም ዝጸንሑ ላዕለዎት መኮነናት ሰራዊት ካብ ዓሰርተ ሸሞንተ ነሓሰ ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሮም ኣብ ቁጽሪ ሓይሊ ምድሪ ተረኺቦም ሪፖርት ክገብሩን ሃገራዊ ግዴታኦም ክዋፅኡ ከዳለዉን ትእዛዝ ከምዝተመሓላለፈላዎም ፃውዒት ካብ ዝተገበረሎም ብጦረታ ተሳናቢቶም ዝነበሩ ላዕለዎት መኮነናት እቲ ስርዓት ዝረኸብናዮ ሓበሬታ የረድእ። ኩሎም መሰረታዊ ሕቶታት ህዝቢ ትግራይ ጅሆ ሒዙ ምፅጋብ ዝኣበዮ ስርዓት ብልፅግና ሕጂ ድማ ምድላዋቱ ወጊኑ ኣብ ቀዳማይ ምዕራፍ ወፍሪ ፅንተት ህዝቢ ትግራይ ዘይ ዘይወድኦ ወፍሪ ጸንታ ክመልእ ኣፈሙዛቶን ኣብ ትግራያ ዜሮ ናይ ምጅማር ፍሽካ ክነፍሕ ትንፋስ ይእክብ ኣሎ። ኣብዚ ቀረባ ካብቲ ዝተለመደ ኣቀማምጣ ፍልይ ዝበለ ቅርጺ ሒዙ ዓበይትን ንኡሳንን ዝበሎም ግንባራትን ኣሰላልፋ ነጺሮ ናብ ግጥም ክወርድ ይሸባሸብ ዘሎ እንትኸውን ኩሎም ድሕሪት ዝነበሩ ሓይልታት ንቕድሚት ናብ ወሰናት ትግራይ ስሒቡ መጥቃዕቲ ንምጅማር ዘኽእሎ ኣቀማምጣ ሒዙ ኣብ መሬት ተሳኢሉ ይርከብ። ሎሚ ኣብ ከባብታት ዝዋ ደቡብ ወረዳ ራያ ዓዘቦ ጣብያ ገነቴን ኣብ ዞባ ሰሜን ምዕራብ ትግራይ ከባቢ እንዳባጉናን ዘካየዶም ደብዳባት ድሮን ሓዊስካ ኣብ መቐለን ካልኦት ከባብታት ትግራይን ኣብ ልዕሊ ህፃናትን ኣዴታትን ከካይዶም ዝቐነየ ደብዳባት እዚ ስርዓት ኣብ ልዕሊ ህዝቢ ትግራይ ዘለዎ ጭካነ ዘርእይን ብቐፃሊ ከካይዶ ይሓስብ ንዘሎ ኣረመኔያዊ ጭካነን ዘመልክት ምዃኑ ዝተፈላለዩ ኣካላት ኣብ ምግላፅ ይርከቡ። እዚ ከምዚ ኢሉ እናሃለወ ኣብ ዞባ ደቡብ ትግራይ ብሰንኪ ሕፅረት ዝናብ ዝኣተወ ድርቂ ኣብ ልዕሊ ሰብን እንስሳትን ከቢድ ሓደጋ የንፀላሉ ከምዘሎ ተሓቢሩ። ኣብ ዞባ ደቡብ ትግራይ ብፍላይ ኣብ ወረዳታት ራያ ዓዘቦ፣ ራያ ጨርጨርን ራያ ኣላማጣን ብሰንኪ ዘጋጠመ ከቢድ ሕፅረት ዝናብ ዝኣተወ ድርቂ ንህዝብን እንስሳትን ኣብ ከቢድ ፀገም ይእትይዎም ከም ዘሎ ተገሊፁ። ብመሰረት ዝረኸብናዮ ሓበሬታ ሓረስቶት ነቲ ዝደረቐ መሸላ ንምግቢ እንስሳት ጥራይ ክጥቀምሉ ተገዲዶም ኣለዉ። እዚ ሓደጋ ድርቂ ብህጹጽ ኣቕልቦ እንተዘይተዋሂብዎ ኣብ ልዕሊ ህይወት ሰብን እንስሳትን ዝበኣሰ ጉድኣት ከስዕብ ከምዝኽእል ተገሊጹ ኣሎ። ነዚ ጸገም ንምቕላል መንግስታውን ዘይምንግስታውን ትካላት ከምኡ'ውን ኣህጉራዊ ማሕበረሰብ ህጹጽ ናይ ረድኤት ሓገዝ ከቕርቡ ጻውዒት ይቐርብ ኣሎ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓድሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንኸበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም